ዝተመስገነ ይኹን። ኩሉ ሻሎም ድዩ? ሰላም ድዩ? ብመድሓኒኻን ብመድሓንካን ጥራይ ተሓጎስ በልዎ ጎንኹም ደሎ ኣሜን ዶ? ብመድሓኒኻን ብምድሓንካን ጥራይ እንታይ ግበር ተሓጎስ እታ ጥራይ ከይትገድፍዋ ጥራይ እግዚኣብሔር ይባረኽ ክብሪ ንስሙ ይኹን ምስቲ ግዜና ቀልጢፍና ናብቲ ኣርእስትና ክነኣቱ እቲ መሪሕ ናይዛ ዓመት ጥቕስና ዝኾነ ዓመተ ምስፋሕ ምሕዳስ፣ ምብጻሕ፣ ኢልና ኔርና ብመሰረት ትንቢት እሰያስ ሓምሳን ኣርባዕተን ጥቕሲ ክልተ ማለት እዩ። ስለዚ ተስፋ ኣምላኽ ከኣ እወን ኣሜንን እዩ። ኣሜን ዶ? ስለዚ ጌና እዛ ዓመት ዝሎ ይግበረልና ከምኡ። እቲ ከምኡ ዝኾነልና መገዲ ጊና ሎማዓንቲ እቲ መበገሲ መሰረት ዝኾነ ናይዚ ኣብ ትንቢት እሰያስ ሓምሳን ኣርባዕተን ጥቕሲ ሓደ ተዋሂቡ ዘሎ ተስፋ ከመይ ኢሉ እዩ ኣብ ህይወትና ስጋ ዝለብስ፣ ኣብ ህይወትና እንምኮሮ፣ ኣብ ህይወትና ኸኣ እንነብሮ ብዝብል ሓሳብ መበገሲ ኢና ሎማዓንቲ ክንርኢ። መኣዲ ጐይታ ኸኣ ብድሕሪኡ ወሲድና ብሓደ ክንፋኖ ኢና ማለት እዩ። ጐይታ ይባረኽ። ኣርእስተይ ሎማዓንቲ ብእምነት ብጸጋ ዝውረስ በረኸት ዝብል እዩ። ክብሪ ንኣምላኽ ይኹን። ስልጥ እንዳበልኩ ኣብዚ ሓሳብ እዚ ሓደ ኣርባዕተ ነጥቢ ኢና ክንርኢ። ቅድሚ ንዕኡ ምርኣይና ግና እቲ ሓሳብ ክነንብቦ ኢና። ጥቕሲ ሓደ ሎማዓንቲ ትምህርትና ነቲ ሓሳብ ናይ ቁጽሪ ሓደ ክንርድኦ ግና ብምልኡ እትወሓዘ ሓሳብ እውን ክነንብቦ ስለ ዘለና ስልጥ ኢልና ብሓደ ኮይንና ክነንብብ ኢና። መበል ሓምሳን ኣርባዕተን ካብ ሓደ ክሳዕ ዓሰርተ ዘሎ ክነንብቦ ኢና ካብ ደቂ እታ ምርዕውትስ ደቂ እታ በይና ዘላ ክበዝሒ እዮም እሞ ኣቲ ዘይወለድኪ መኻን እልል በሊ ኣሜን ዶ ኣቲ ንምውላድ ዘይጸዓርኪ ዓው ኢልኪ ብደስታ እንታይ ግበሪ ጨድሪ እዚኣ ይብል እግዚኣብሄር ስነ ሓሳብ ናይ ሰብ ኣይኮነን ሓሳብ ምኽሪ ተስፋ ናይ እግዚኣብሄር እዩ ይብል እግዚኣብሄር ዝብል ዓብ ነገር ስለ ዝኾነ ፕሊዝ እንታይ ይብል እናስተውዓልና

ፈጣሪኺ ሰብኣይኪ እዩ እሞ ስሙ እግዚኣብሄር ጐይታ ሰራዊት እዩ፣ ኣት እቲ ናይ እስራኤል ቅዱስ ተበጃዊኺ እዩ፣ ንሱ ኣምላኽ ኵላ ምድሪ እውን ይብሃል። ስለዚ ኣይክትሓፍርን ኢኺ እሞ ኣይትፍርሂ፣ ኣይክትንውርን ኢኺ እሞ ኣይትሕነኺ። እረ ነውሪ ንእስነትኪ ክትርስዒ፣ ጸርፊ ምብልውናኺ ድማ ድሕርዚ ኣይክትዝክርን ኢኺ። ከምታ መንፈሳ ዝጐሃየ ፍትሕቲ ሰበይቲ፣ ከምታ ሕድግቲ ንእሽቶ መርዓት፣ እግዚኣብሄር ጸውዓኪ ይብል ኣምላኽኪ። ንሓጺር ግዜ ሓደግኩኺ፣ ብዓብዪ ምሕረት ግና ክእክበኪ እየ። ብምፍሳስ ቍጥዓ ንቕጽበት ዓይኒ ገጸይ ከወልኩልኪ፣ ብዘለኣለማዊ ምሕረት ግና ክርሕርሓልኪ እየ ይብል እቲ ተበጃዊኺ ኣምላኽ። እዚ ንዓይ ከምቲ ማያት ኖህ እዩ እሞ ማያት ኖህ ኣብ ምድሪ መሊሱ ከይውሕዝ ከም ዝመሓልኩ ከምኡ እውን ከይቁጠዓክን ከይገንሓክን እምሕል ኣለኹ። ስለዚ ኣኽራን እኳ እንተ ዘበሉ ጐረቢትውን ነነይ እንተ በሉ፣ ምሕረተይሲ ካባኺ ኣይኪዝንብልን፣ ኪዳን ሰላመይ ድማ ነነይ ኣይኪብልን እዩ፣ ይብል እቲ ዝርሕርሓልኪ እግዚኣብሄር። ዋው! ክብሪ ንስሙ ይኹን። እግዚኣብሄር ክብል ከሎ ካብ ርእሱ እዩ ዝብል። ድርኺቱ ድፍኢቱ ገዛእ ርእሱ እዩ መንነቱ እዩ ጎይታ ይባረኽ ሕፅር ዝበለ ብእምነት ብፀጋ ዝውረስ በረኸት ዝብል እዩ ኣብዛ ሓሳብ እዚ እቲ ናይ መወዳእታ እንሪኦ ከመይ ኢልካ ናብ በረኸትካ ብእምነት ብፀጋ እንታይ ትገብር ትወርስ ናትካ ዝኾነ ናትካ ግደ ጌርካ እትወርሶ ነገር ኢና ክንርኢ ንሱ ድማ ብእምነት ብጸጋ እግዚኣብሔር ዝተባረኸ ይኹን ምስቲ ሎሚ ንወስዶ መኣዲ ጎይታ ንዕኡ ዝገልጽ ሓሳብ ኢና ክንርኢ እግዚኣብሔር ዝተባረኸ ይኹን ስለዚ ኣብዚ ሓሳብ እዚ እግዚኣብሔር ንመን ይዛረብ ዘሎ ንመን እዩ ይብል ኣነ ከምዚ ይብል ኣለኹ ዝብላ ዘሎ መን እያ ሓደ ኣርባዕተ ነጥቢ ኢና ክንርኢ እቲ ናይ መወዳእታ ሓሳብና ጊና ትራብዓ እዩ ኣብዚ ንመን እዩ ዝዛረብ ዘሎ ንዝብል ንሓንቲ መኻን ሰበይቲ እግዚኣብሄር ይዛረብ ኣሎ ኣቲ ዘይወለድኪ መኻን ንምውላድ እውን ዘይጸዓርኪ ደቅኽስ ክበዝሑ እዮም። እዋእ ነስተውዕል፣ እዚ ሓሳብ እዚ ኣብቲ ታሕታይ ክገልጾ፣ እዚ ሓሳብ እዚ ፓራዶክስ ዝበሃል ስግንጢር ወይ ድማ ግርምቢጥ ዝኾነ ሓሳብ እዩ። ነእምሮኻ ዘይሰማማዕ ዕሽነት ዝመስል፣ ዘረባ እዩ እግዚኣብሄር ጊና ኣምላኽ ምግልባጥ ስለ ዝኾነ ነገርካ ክግልብጦ ኢሉ እዩ ዝዛረብ ኣሜን ዶ ሎማዓንቲ ኩሉ ነገራትካ ክጋላበጥ እዩ በሉ ወስከብ ጎነኹም ደሎ ኣሜን ዶ እግዚኣብሔር ኣምላኽ ምግልባጥ እዩ ዋ ክብርን ኣምላኽ ይኹን ምግልባጥ ክበሃል ከሎ ኣንጻር ማለት እዩ ጥርሑ ክምላእ ከሎ፣ ዕጽው ክኽፈት ከሎ፣ ዝመተ ህያው ክኸውን ከሎ፣ እዚ ነእምሮ ኣይሰማማዓካን እዩ። ኣምላኽ ግና ከምኡ እዩ ስርሑ። ኣሜን ዶ? እግዚኣብሔር ዝተባረኸ ይኹን። ስለዚ ንሓንቲ መኻን ሰበይቲ እግዚኣብሔር ተስፋ ዝህባ ዘሎ ናብ ተስፋኣ ከመይ ኢላ ትኣቱ፣ ንበረኸታ ከመይ ኢላ ትወርስ ብንጹር ገሊጽዎ ኣሎ። ሎሚ ድማ መልእኽቲ ከኣ ንዓይን ንዓኻትኩምን ስለ ዘለዎ ኣብ መወዳእታ እንታይ እዩ መልእኽቱ ንዓና፣ እንታይ እዩ ትምህርቱ ንዓና ኢልና ከኣ በዚ ሓሳብ እዚ ኢና መኣዲ ጎይታ ንወስድ። እግዚኣብሔር ዝተመስገነ ይኹን። ስለዚ ቀዳማይ ሓሳብ ንሓንቲ መኻን ሰበይቲ፣ ዘይወለደት ሰበይቲ፣ ንምውላድ እውን ዘይጸዓረት፣ ፍርያምነት ዘይብላ፣ ነገራ ዝሞተ፣ ነገራ ጥርሑ ዝኾነ ነዛ ሰበይቲ እዚኣ እንታይ ይብላ ኣሎ? ደቅኺ ክበዝሕዮም ክትሰፍሒ ኢኺ ራሕቦት ክኾነልኪ እዩ ኣግማትኪ ክተንውሒ ኢኺ እዚ ነገር እዚ ኸዓ ድርኺቱ ድፍኢቱ ኣነ ይብል ስለ ዘለኹ ኣሜን ዶ እግዚኣብሄር ይብል ስለ ዘሎ እቲ ዝበለሉ ምኽንያት ድማ ኣለዎ እንታይ ተልና ሓደ ነቲ እግዚኣብሄር ዝበሎ ምእማን ካልኣይ ከኣ ብጸጋ ከኣ ምውራስ ዝብል ምሕረት እግዚኣብሄር ይዓቢ ብህይወትና ኪዳና ኣምላኽ ይዓቢ ብህይወትና ርሕርሐ ኣምላኽ ይዓቢ ብህይወትና እቶም ድፍኢትን ድርኺትን ኣብ ታሕቲ ተጻሒፎም ኣለዉ ንቑሩብ ግዜ ተቖጢዐኪ ሓዲገኪ ገዲፈኪ ኔረ ሕጂ ግና ምሕረተይ ይዓቢ ምሕረተይ ነነይ ኣይክብልኒ ኪዳነይ እውን ኣይከዝብልኒ ዋው እግዚኣብሔር ምሕረቱ ክዝክር ከሎ ኪዳኑ ክዝክር ከሎ መወዳእታ ካይድ ኸውን ኣሜን ዶ እዚ ተሓፈሻዊ የዛረብ ዘለኹ ቀዳማይ ሓሳብና ሕጂ መኻን ሰበይቲ እንታይ ትመስል መኻን ሰበይቲ እንታይ እያ? ከመይ ዝበለት እያ? እግዚኣብሔርሲ ንመኻን ሰበይቲ እዩ ዝዛረብ ዘሎ እሞ ከመይ እያ? ብፍላይ ድማ ኣብ ባህሊ ኣይሁድ መኻን ትበሃል ሰበይቲ እንታይ እዩ ኣናባብራኣ? ቀዳማይ ሓሳብ እዚ ክንርኢ ኢና። መኻን ሰበይቲ ብባህሊ ኣይሁድ እንታይ እያ እንድሕር ኢልና ማሕበራዊ ይኹን ስድራቤታዊ ይኹን ስምዒታዊ ይኹን መንፈሳዊ ይኹን ከቢድ ዝኾነ ጸቕጠት ተጽዕኖ ኣብቲ ሕብረተሰብ ዘለዋ ፍርያምነት ዘይብላ በይና ዝኾነት ማህፀና ዝተዓፅወ ሕፅር ዝበለ ዘይከኣልን መሪር ዝኾነን ተስፋ ዘይብሉን ኩነታት እያ እትውክል ኣለና ዲና እያ እትውክል ኣቲ ንምውላድ ዘይፀዓርኪ በይንኺ ዘለኺ ድብላ ደሎ እዋ ረኣይ እሞ ኩሉ ነገር ተዓጽዩ በይና ቀጻልነት ውርሻ ወይ ስድራ ቤት ዝበሃል የለን ኣብ መኻን ሰበይቲ ዘገርም ውርደት ዝበዝሓ ምረት ዝበዝሓ ህይወታ ብሓዘን ዝተኸበ ከም ኣብነት እንድሕር መጺና ሃና፣ ከም ኣብነት ተመጺና ሳራ፣ ከም ኣብነት እንድሕር መጺና ኤልሳቤጥ፣ ብፍላይ እዞም ኣብዚ ተጻሒፎም ዘለዉ ቋንቋ ርኣይዎም፣ ክንርእዮም ኢና። ባዕላ ሃና እንታይ ኢላ ኣላ? ውርደተይ ርኢኻ እንተ ዘኪርካኒ፣ እንተ ጠሚትካኒ፣ ኣባህላ ኣይሁድ ዘይምውላድ ምኽንነት እንታይ እዩ? ውርደት እዩ። ምኽንነት ካብ ማእከልካ ከርሕቐ ኢልዎ ዘሎ ረኣይዎ ኣታ እግዚኣብሄር ግና ነዚኣ ተስፋ ኣለ ክብላ ኣሎ ውው ክብሪ ንኣምላኽ ይኹን ኣቲ በይንኺ ዝኾንኪ ኣቲ ውርደት ዝበዝሓኪ ሓዘንተኛ በኻይት ነባዒት ኤልሳቤጥ ድማ ከምዚ ኢላ ንሕስራነይ ስለ ዝዘከርካ ሕስራን እንኳ ይራእይዎ ኢማጅን በዚ ነገር እዚ እንድሕር ርኢና ጴኒና ናሃና ተባጭወላ ነበረት ትብል- ይብለና እሳ ወላድ ኮይና ሃና ጊና ውላድ ዘይብላ ኮይና ኣምላኽ ደንጒካ ተመሰለካ ኣይረሳዓካን ጊና ኣሜን ዶ ከምኡ በልዎ እስከ ጎንኹም ደሎ ኣምላኽ ተደንጎየካ ኣይረሳዓካን ጊና በልዎ እስከ ኣይረሳዓካን ውው ኣባኻ ግርምቢጥ ዝኾነ ስራሕ ኣሰርሕ ስለ ደለየይ ኣሜን ዶ እንታይ ኣዝዩ በቃ ዝተጋላበጠ ነገር ክሰርሕ ስለ እደለየ። ንምንታይ ኢኻ እግዚኣብሔር ከምኡ ዝመርጽ ክንሪኦ ኢና። ቅድም ጊና እታ መኻን ሰበይቲሲ ከመይ ዝበለት እያ ተዘይተረዲእና እቲ ተስፋ ኣይክርዳኣናን እዩ። እግዚኣብሔር ይባረኽ። ስለዚ ኩሉ ነገራ ዝተዓጽወ ጥራሓ ዝኾነት በይና ዝኾነት ውርሻ ዘይብላ ቀጻልነት ስድራ ዘይብላ፣ መጻኢኣ ኩሉ ዝጸልመተ፣ ብውርደት፣ ብሓዘን፣ ብብኽያት፣ ብእህህታ እትነብር፣ ሕስራን ዝመልኣ፣ ሕፍረት ዝመልኣ፣ ነውሪ ዝመልኣ፣ ፍርሂ ዝመልኣ፣ ኣታ እዛ ሰብ እዚኣ ጊና ኣይክትንውርን ኢኺ፣ ኣይክትሓፍርን ኢኺ፣ ነገርኪ ክውዳእ እዩ ይብላ ኣሎ። እግዚኣብሔር ይባረኽ። ካልኣይ ሓሳብ እዛ ማኻን ሰበይቲ ንመን እያ ትውክል? ስለዚ ኣብዚ ሓሳብ እዚ ሰለስተ ነገር ክንርኢ ኢና፣ ታሪኻዊ፣ ትንቢታዊ፣ መንፈሳዊ። ታሪኻዊ ትውክልቲ ናይዛ መኻን ሰበይቲ ንመን እዩ እንድሕር ኢልና ንህዝቢ እስራኤል እዩ። እንታይ ትውክል እንድሕር ኢልና ነቲ ድሕሪ ምርኮ ባቢሎን ህዝቢ እስራኤል ዝኾንዎ ድሕሪ ምርኮ ባቢሎን የሩሳሌም እትኾኖ እታ ክብርቲ ዝኾነት ከተማ ኣምላኽ የሩሳሌም ካብ ዓሰርተ ዘሎ ብዛዕባ ተዛሪቡ ኣሎ እንታይ ድብል ዘሎ ህዝቢ እስራኤል ኣብ ምርኮ ኣብ ባቢሎን ኣብ ሚእትን ዕስራን ሸውዓተን ዘሎ ሰላሳን ሸውዓተን እንድሕር ርኢና ሓደ ግዜ እንታይ ይብል ኣብቲ ሩባ ባቢሎን ከለናሲ እቶም ጸላእትና ዝማረኹናሲ መዝሙር ጽዮን እባ ዘምሩልና በሉና ይብል ኣንቢብናዮ ደለና ሽዑ እንታይ ኢሎም ዘምሩ ኢሎም ከዓ ክንሕጎስ ደለዩና እሞ ንሕና ጊና በገናና እንታይ ገበርናዮ ኣብ ዕበል ሰቂልና ሓዚንና የሩሳሌም ኣይንርስዓክን ኢና እናበሉ ምዝማር ክኣብይዎም ከለዉ ኢና ንርኢ። ነዚ እዩ ዝውክል። ህዝቢ ኣምላኽ ኣብ ምርኮ ባቢሎን ተስፋ ዘይብሉ ነውርን ሕፍረትን ተኸዲኑ ብጸላእቱ ተወቒዑ ቁጥዐ ኣምላኽ ኣብ ህዝቢ ኣምላኽ ንቑሩብ ግዜ ዝበሎ ተፈልየኪ ውጽኢት ናይቲ እስራኤል ህዝቢ ኣምላኽ ንኣምላኽ ዝገበሮ ነገር ምርኮ ክምጠዉ ከለዉ ኣብኡ ድማ ምኽንነት ዝኾነ ኩነታት ምኽንነት ዝኾነ ኣናባብራ ፍረ ዘይብሉ ኣብ ብልዖም ኣብ ናብራኦም ኣብ ኩሉ ነገር እቲ ናይ መኻንነት ኣናባብራ ኢና ንርእይ ነገራት ኩሉ ደሪዕዎም ነገራት ኩሉ ጸሚዎም ተስፋ ስኢኖም ኣብ ባቢሎን እግዚኣብሄር ግና ንኺዳኑን ምሕረቱን ንርእሱን ዘኪሩ ኣቲ መኻን ሰበይቲ ዘይወለድኪ ንምውላድ እውን ዘይፀዓርኪ መወዳእታ ክገብረልኪ እየ ኣሜን ዶ ጊና እንታይ በሊ እልል በሊ ራይዎ ተረዲእዎም ከይተረድኦም ሶሪ ብምግላጽ እዮም እንድዒ ዘምሩልና ኢሎሞም ኣምላኽ እንታይ ይብል ኣሎ ኣብ ምኽንነት ድሮ ፍርያምነት ከይመጸ ዝዳህሰስካዮ ዝረኣኻዮ ነገር ዘየሎ ከሎሲ እልል በል ኢልካ እዚ ስግንጢር እዩ ኣለኹም ዶ ብደስታ ጨድሪ እዋ ሓራ ሰበይቲ ጥራያ እልል ክትብል ደለዋ ፍርያምነት ዝረኣየት ጥራይ እያ እልል ክትብል ዘለዋ እዚኣ ጊና ኣይኣተወቶን ዘላ እዚ ነገር እዚ ጊና እልል በል እብላ ኣሎ እረ ወረ ብሓጎስ ጨድር እብላ ኣሎ እንታይ እቲ ምኽንያት እግዚኣብሔር ይባረኽ ሎሚ ምስ ነገርና እናሓሰብና እዚ እቲ ትንቢታዊ ትውክልቲ ናይታ መኻን ሰበይቲ ኣብ ብሉይ ኪዳን እዩ። ኣብ ሓድሽ ኪዳን ድማ እዛ መኻን ሰበይቲ እንታይ እያ ትውክል? ገላትያ ኣርባዕተ ዕስራን ሸውዓተን ክንከፍት ኢና። ስለዚ ንዓና መልእኽቲ ኣለዎ፣ ብኡ ክንሪኦ ኢና ዘብለኒ ንዕኡ እየ። ኣቲ ዘይወለድኪ መኻን ሃዋርያ ጳውሎስ እዩ ዝዛረብ ዘሎ ረኣይዎ ኣብ ገላትያ ኣቲ ዘይወለድኪ መኻን ተሓጎሲ ዋ ከይወለድካ ደኣ እሞ ምሕጓስ ዋ ካብ ደቅታ ሰብኣይ ዘለዋስ ደቅታ በይና ዘላ በዚሖም እዮም እሞ ኣቲ ንምውላድ ዘይፀዓርኪ እልል በሊ ጨድር እውን ዝብል ፅሑፍ እዩ እሞ ኢሉ ሽዑ ክቐጽል ከሎ ንርይ። ካበይ ነዛ ሓሳብ እዚኣ ኣምጺእዋ? ካበይ? ሃዋርያ ጳውሎስ ካብ ትንቢት እሰያስ ሓምሳን ኣርባዕተን ጥቕሲ ሓደ ቃል ብቓላ ሰ እሞ እዚ ትንቢታዊ መልእኽቲ እንታይ እዩ እንድሕር ኢልና ኣብ ሓድሽ ኪዳን ነየናይ ዝገልጽ ሓምሳን ኣርባዕተን ጥቕሲ ሓደ ተይልና ነቲ ብክርስቶስ የሱስ ዝርከብ ምድሓን ኣለኹም ዶ ክንቅጽል ኢና ብምንታይ ዝመጽእ ብክርስቶስ የሱስ ብዛዕባ ሳራን ኣጋርን ሳራ ከም ጭዋ ኣጋር ከዓ ከም ምንታይ ከም ባርያ ስለዚ ወዲ እታ ባርያ ደይኮነ ዝቑፀር ሕጂ ወዲ እታ ጭዋ ኢሉ እታ ባርያ ብሕጊ እያ ወሊዳ ኣታ ተረድኦ ብምንታይ ብሕጊ ዕድመ ኣሎ ቁንጅና ኣሎ ናይ ኣጋር እ፣ ብኹሉ ብሕጊ በቲ በእምሮ ክትሰማምዓሉ ዝከኣል ስጋ ከይደኸመ ከሎ ብሕጊ እዩ ተወሊዱ እስማዒል ሓቀይ ኢሳቕ ግና ዋው ዋው ኣታ መኻን ሰበይቲ ምፅዓር ኣይኮነን ዘድልያ ንክትወልድ ፀጋ እዩ ዘድልያ ንክትወልድ በሉለይ እስከ ዋው ሃለሉያ እንታይ ደድልያ ፀጋ ስጋ ንሕጊ ምስ መተ፣ ሙማት ስግኡን ሙማት ማህጸን ሳራን ምስ ረኣየ እዩ ድብለና። ስጋ ምስ መተ ናይ ኣጋር ነገር ሞይቱ እዩ። ሽዑ ብመንፈስ ግና ይስሓቅ መጽዮ። ኣሜን ዶ? ስለዚ እዛ መኻን ሳራ እ፣ ብሕጊ ዘይኮነ ብጸጋ ወሊዳ ቁሉለይ። ኣሜን ዶ? ብጸጋ እዛ ሓሳብ እዚ እንታይ እንድሕሪ ኢልና ሰብ ኣብ ምኽንነት ኣብ ድርቀት ኩሎም ሓጢኦም ክብሪ ኣምላኽ ስኢኖም ኣነስ ብርእሰይ ኣነስ ብሓሳበይ ኣነስ ብግብረይ ኣነስ ብዘረባይ ክድሕን እኽእል እየ ኣብ ዘይበሃለሉ ህሞት ኣብ ዝወደቕናዮ ብሕጊ ክንጸድቕን ክንድሕን ኣብ ዘይከኣልናሉ፣ ስጋ ንሕጊ ንምግባር ስለ ዝደኸመ፣ ናይ መንፈስ ነገር ጸጋ ኣምላኽ ተገሊጹ። ኣሜንዶ? ስለዚ እሽማዒል ናይ ጸጋ ምሳሌ እዩ። ናይ ሕጊ ምሳሌ መን እዩ? እሽማዒል። ናይ መንፈስ ምሳሌ ናይ ጸጋ ጊና ይሳዕ እዩ። ኣሜን ዶ ኣሜን ዶ ስለዚ እቲ ግሪምቢጥ ንብሎ ነገር ኣበይ ተራእዩ እንድሕር ኢልና ኣብዛ መኻን ሰበይቲ ሳራ ኣበይ ተራእዩ እንድሕር ኢልና መሊኡ ኣብነት ኣሎ ጊና ብመሰረት እዛ ጥቕሲ እዚኣ እዚኣ እያ ሳልሳይ መንፈሳዊ ደረጃ ንዓና እንታይ ትምህርቱ እግዚኣብሔር ዝተባረኸ ይኹን እዚ መንፈሳዊ ደረጃ እንታይ እንድሕር ኢልና ሎሚ ኣብ ህይወትና እስከ ዘይከኣል መሪር ተስፋ ዘይብሉ ኩነታት እንታይ ይህሉ ብሂወትካ ብሂወትካ ሓወይ ሓፍተይ እንታይ ውርደት ዝመልኦ እንታይ ሕስራን ዝመልኦ እንታይ ብኽያትን ሓዘንን ዝመልኦ ሰብ ዘይተረዳኣልካ ጊናኸ ረድኤት ዘድልየካ ኣብ ህይወትካ ኣብ ህይወትኪ እንታይ ኮን ይህሉ እግዚኣብሄር ሎሚ ንዓኻ ተስፋ ኣለዎ እግዚኣብሄር ንዓኺ ተስፋ ኣለዎ ኣቲ ዘይወለድኪ ኣቲ ንምውላድ እውን ዘይፀዓርኪ መኻን ደቅኺ ክበዝሑ እዮም ስለዚ እልል በሊ ብሓጎስ ድማ ጨድሪ እግዚኣብሔር ይባረኽ ስለዚ እዚ ህሞት እዚ እግዚኣብሔር ጣልቃ ኣለዎ ኣሜን ዶ ስለዚ በዛ ሳልሰይቲ ዓይኒ ብእምነት ብጸጋ ንሕና ክንወርሶ ዘለና ነገር ከዓ ክንርኢና ማለት እዩ እግዚኣብሔር ዝተባረኸ ይኹን ናብቲ ቀንዲ ሳልሳይ ነጥቢ እታ ማኻን ሰበይቲ መን እያ? ኣነባብራኣ ከመይ ኢልና ቁጽሪ ሓደ ካልኣይ ከኣ ንመን እያ ትውክል ኢልና ብትንቢታዊ ብታሪኻዊ መንፈሳዊ ርኢና ሳልሳይ ከ ስለምንታይ እዩ እግዚኣብሄር ምስሊ እዛ መኻን ሰበይቲ መሪጹ? ኣቲ ዕውትቲ ሰበይቲ፣ ኣቲ ወላድ ዝኾንኪ ሰበይቲ፣ ኣቲ ውርደትን ሓዘንን ደይብልኪ ሰበይቲ፣ ተሓጎሲ እልል በሊ ዘይብለና እዩ እቲ ቃል። ንምንታይ እዩ? ዋው እግዚኣብሔር ይባረኽ። እግዚኣብሔር ነዛ መኻን ሰበይቲ ምስሊ ዝመረጸሉ እቲ ምኽንያት እንታይ እንድሕር ኢልና እግዚኣብሔር ዝተባረኸ ይኹን ከኣልነቱ መታን ክገልጽ ኣሜን ዶ እዛ ከኣልነት ግና ኣስተውዕልዋ ዝገርም ኣምላኽሲ እቲ ዘይከሓድ ሓይሉ ክገልጽ ኢሉሲ ተስፋ ዘይብሉ ኩነታት እዩ ድመርጽ ኣታ ንገርፍ ተረድኦ እስከ ሓወይ ኣምላኽ ሓይሉ ክገልጽሲ ተስፋ ዘይብሉ ኩነታት ካይ ድመርጽ ኣጆኻ በልዎ ሕጂ ከምኡ በልዎ ራይሞ መኻን ዝመረጸሉ ኣምላኽሲ እንታይ ኢለኩም ነገራ ዘይከኣል ኩነታታ ተስፋ ዘይብሉ ውርደትን ሓዘንን ዝመልኣ እዩ ኣብዚኣ ሕጂ ወሊዳ ተተባሂሉሲ ዋ መን እስከ ኣነ እኳ የውሊደ እያ ድብል ኣሎ ዋ ትልዕል ጥራይ እዩ ኣሜን ዶ እንታይ ኢለ ኣለኹ ዘይከሓድ ሓይሉ ኣሉ ዘይትበሃለላ ኢዱ መታን ክገልጽ ይብለኩም ኣለኹ ተስፋ ዘይብሉ ኩነታትካ እዩ ድመርጽ እግዚኣብሔር ይባረኽ ስለዚ ነገርካ ተስፋ ዘይብሉ እንተኾይኑ እንተመተ ህያው ክገብሮ እዩ ጥርሑ እንተኾነ ክመልኦ እዩ እንተ ተዓጽዎ ከኣ ኣታ ክኸፍቶ እዩ ንገረለይ ኣብ ጎንኻ ዘሎ ክብሪ ሃብዎ ነዚ ጎይታ እዚ ሃለሉያ ዋው እግዚኣብሔር ይመስገን ስለዚ ንምንታይ ኣምላኽ በዚ ዘሕልፈኒ ደሎ ንምንታይ ከምዚ ዝኸውን ዘለኹ እንተበልክ እንተበልካ መልሲ ንሕቶኻ ሎሚ ጎይታ ኣለዎ ኣሜን ዶ ደንጊካ እንተመሰለካ ንሱ ጊና ኣይረሳዓካን ንሱ ጊና ኣይረሳዓክን ክዝክረካ እዩ ክዝክረክ እዩ ሃለሉያ እግዚኣብሔር ምድንጓይ እውን ምኽሪ ኣምላኽ እዩ መለኮታዊ ጊዜ እዩ ንዓና ዓቕሊ ፅበት እዩ ንኣምላኽ ጊና መለኮታዊ ጊዜ እዩ ኣሜን ዶ እግዚኣብሔር ከዓ ንሳራ ከምቲ ዝበሎ ብግዚኡ በጽሓ ኣታ ብግዚኡ ከምቲ ዝበሎ ክበጽሓካ ጆካ በሉለይ ጎንኹም ደለኹም በልዎ እስከ የስ ከምቲ ዝበሎ ብግዚኡ ክበጽሓካ እዩ ኣለና ዶ ኣለና ዶ ሕጂ ንምንታይ እንድሕር ኢልና ኣጆኻ ነገርካ ሓሚሙ እንተሎ ስቕ እንተበለካ ክመውት እዩ እንተመተ ኸኣ ስቕ ተበለካ ክጨኑ እዩ። ምጨነ ወጊና እዚኣ ደኣ ሰብ ናይ ሰብ ደይብላ ንስኻ እኳ ኢኻ ዘይትካሃድ ኢድካ እኳ ተገሊፃ ኢልካ ክትሰግደሉን ከተምልኾን መታን ስይ እናረኣየካ እናተዓዘበካ ውርደትካ እናረኣዮ ሽግርካ እናረኣዮ እግዚኣብሔርሲ ስቕታ ኣምላኽ ንዓኻ ንምግራም እዩ ኣሜን ዶ ስቕታ ኣምላኽ ንዓኻ ንምድናቕ እዩ ኣሜን ዶ በል መዓልተይ ክጽበያ እየ በል ሕጂ ኢየሱስ ጎይታ እዩ ኣሜን መዓልትኻ ተጸበ በልዎ ኣብ ጎንኹም ዘሎ መዓልትኻ ተጸበ ሓወይ በልዎ እስከ ሓፍተይ መዓልቲ ክተጸበዩ እግዚኣብሔር ኣይረሳዓካን ሃለሉያ ነጢረ ናብቲ ራብዓይ ደኣ ከይከይድ ፈራሕ ኣለኹ እምበር ኣይረሳዓካን ኪዳን ኣለካ ማሕላ ኣለካ ርሕራሓ ኣምላኽ ኣለካ ክብሪ ነቲ ልዑል እግዚኣብሔር ይኾን ሃለሉያ ክብሪ ሃብዎ ዋው ስለዚ እግዚኣብሔር እቲ ዝዓሞቐ እቲ ዝሓየለ ሓይሉ መታን ክገልጽ እቲ ዝዓሞቐ ተስፋ ዘቑርፅ ኩነታትካ እዩ ዝመርፅ እቲ ዝኸፈኤ እቲ ተስፋ ዘይብሉ ኢየሱስ ጎይታ እዩ ሰብ ነገርካ ተስፋ እንተልይዎ እዩ ዝዛረብ ኣምላኽ ጊና ተስፋ ዘይብሉ ነገርካ ይዛረብ ንምንታይ እዩ ዝዛረበ እንድሕር ኢልና ርእሱ ተኣማሚኑ ንሱ ከይሕሱ ሰብ ኣይኮነን ከይጠዓስ ወዲ ሰብ ኣይኮነን ዝበሎስ ኣይገብረን ዶ ዝተዛረቦስ ኣይፍፅሞን ዶ በቃ ወ ሳላ ብ ከምዚ ዝኸትኩ እኳ እየ ሳላ ከም ዝኾንክ እየ ብከምዚ እኳ እየ ከምዚ ኢለ ወይ ዕድመይ ድሓን እኳ እዩ እቲ ባዮሎጂካል ሜዲካል እኳ ከምዚ እየ ከይትብል መታን ኩለን ስብርብርብርብርብርብርብርብር ምስ በላ በቃ ሕጅስ ደሓን ክህንነተይ ኣይገደፍንየ እምበር ዘለኽዎ እኳ ደሓን ንስኻ ትፈልጦ ግን ኣማራፂ የብለይን ኢልካ ተራ ክህንነትካ በፂሑ እንዳዓጠንካ ዘካርያስ ኣታ ክብረ ሃብዎ ነዚ ጎይታ እስከ ሃለሉያ ገዲፈ ኣለኹ እንዳ ኣቦይ ዘካርያስ ተኣትየ ስለ ደይምለስ ብኡ ኣይምለስኒ ኣለኹም ዶ ሰባት ኣምላኽ ረሲዕዎ ድዩ ደንጊዎ ድዩ ክትብሃል ከለኻ ኣምላኽ ጊናስ ንዘካርያስ የዛርቦ እዩ ነይሩ በሉለይ እስከ ታታታታታታታ ውው ሃለሉያ እንታይ ደኣ ድምፂ ጥፊኡ ሎሚ ዶ ብገመድ ተጎቲቱ ወፃና ኸውን ኢሎም ህዝቢ ኩሉ ብደገ ኣብ ወፃኢ ሰፈር እቲ ሕጊ ናይ እስራኤል ትፈልጥዎ ኢኹም እናተጸበዮ ከሎ ዘካርያስ ግና ብገመድ ደይኮነ ተሳሒቡ ተስፋ ኣምላኽ ሒዙ ወጺኡ። ሃለሉያ! ክብሪ ኣብዎ እስከ ነዚ ጎይታ እዚ ክብሪ ዋው! እግዚኣብሔር ይባረኽ። ክብሪ ነቲ ልዑል ኣምላኽ ይኹን። ስለዚ እቲ ቀዳማይ ኣምላኽ ንጉዳይካ ክሳዕ ናይ መወዳእታ ዝኸውን ተስፋ ዘይብሉ ዝኸውን ዝመርጸሉ ምኽንያት እቲ ዝለዓለን ዝሓየለን ስልጣን ሓይሉን ክእለቱን ክገልጽ እሞ ንሱ ጥራይ እንታይ ክኽወን ክረአ እቲ ኻልኣይ ብእኡ መጠን ከኣ ሓይሉ ብምግላጽ ንሱ መታን ክኸብር ኣሜን ዶ ንሱ መታን እንታይ ክገብር ኢለ ኣለኹ ክኸብር እቲ ሳልሳይ ከኣ ትምክሕቲ ሰብ መታን ክስበር ሕጂ ረኣይዋ ኣብዛ መኻን ሰበይቲ ሓደ እኳ ኸይምካሕሲ ካብ ግብሪ ኣይኮነን፣ ብእምነት ብጸጋ ኢኹም ዝደሓንኩም፣ እዚ ድማ ውህበት ኣምላኽ እዩ ደኣ እምበር ካባኻትኩም ኣይኮነን። ስለዚ ብሓቂ ኣብዛ መኻን ሰበይቲ እዚ ቃል እዚ ተፈጺሙ። ብመሰረት ገላትያ ዝበልናዮ ራዩ ኣስተዋጽኦ ናታ ዘይብሉ እንታይ ዳ ካብኣ ዝድለ ጌና ክንሪኦ ኢና። ንሱ ምስ በለ፣ ምስ ተዛረበ፣ ግብረ መልሲ ክትህቢ ደኣ ካባና ድድለ እምበር፣ ዘረባ ኣብ ዘይብሉ፣ ዝተገብረ ነገር ኣብ ዘይብሉ፣ ናትና ግብሪ ኣየድልን እዩ። ስለዚ እንታይ ይብላ ኣሎ? ሓደ እኳ ከይምካሕ፣ እቲ ሳልሳይ ኣምላኽሲ ኣብቲ ተስፋ ዘይብሉ ኩነታትካ ሓይሉ ዝገልጽ ምክንያት እንታይ እዩ? ትምክሕቲ ሰብ ዘበለ መታን እንታይ ክኸውን? ክስበር ነዚ እዩ ባቃ ስለዚ ኣቲ ንምውላድ ዘይፀዓርኪ ፃዕሪ ዘየድለየኪ ክትወልዲ ኢኺ ብኸምኡ ደቅኺ ክበዝሕዮም ብኸምኡ ክትፈርዪ ኢኺ ብኸምኡ ክትከሓሲ ኢኺ ብኸምኡ ከዓ ክትሕጎሲ ኢኺ ካበይ ካብ እንቦን ጥራይ እግዚኣብሔር ይባረኽ ክብሪ ሃብዎ ነዚ ጎይታ እዚ እግዚኣብሔር ይባረኽ ናይ መወዳእታ ሓሳበይ ራብዓይ እዛ መኻን ሰበይቲ ከመይ ኢላ እያ ናብዚ በረኸት ፍርያምነት በረኸት ምግፋሕ ራሕቦት ዝብሎ ዘሎ እትኣቱ ብኸመይ እያ ንእምሮ ኣይሰማምዓካን እዩ ግና ከመይ ኢሉ እዩ ከምኡ ድብላ ደሎ? ኣብቲ መኻን ዘይወለድኪ በይንኺ ዘለኽሲ ህ ተሓጎሲ እልል በሊ ጨድሪ። እዚ ኣይነይቲ ቋንቋ ክልተ ጥቕሲ ክበኩም ነዚ ሓስብ ከለኹ ኣምበቆም ምዕራፍ ሰለስተ ዓሰርተ ሸውዓተ ክሳዕ ዓሰርተ ሸሞንተ ኣለኹም ዶ? ኣብኡ ጻድቕ ብእምነት ይነብር ኣብቲ ታሕቲ ኣሎ እታ መወዳእታ ግና ኣምበቆም ዝበለ ራእዩ ኩሉ ኣለኹም ዶ በለስ ወይኒ ዘይትውሊዕ ከምኡ እውን ከብቲ ኣባጊዕ ስጋ ፀባ ኩሉ ኣብኡ ሲ ተስፋ ዘለዎ የለን እንተተሳእነ እንተጠለመ እንተዘይዓንበበ ፍረ ተዘይሃበ ናይ ምኽንነት ምስሊ ኣብቲ ኣንበቆም ኢኹም ትርእይዎ ኩሉ ክመክን ከሎ ፍረ ዘየለ ኣብ ከብቲ ኣብ እንሳታት ኣብ ጥሪት ኣብ እኽሊ ኣብ ኩሉ ሽዑ ግብረ መልሲ ናይ ኣምበቆም እንታይ ነይሩ ቀጽሉለይ እዚኣ ኣታ ንገሩኒ እንታይ ድብል ኣነ ጊና ቀጽልዋ ብእግዚኣብሄር ባህ ክብል ብኣምላኽ ምድሓነይ ድማ እልል ክብል እየ። እልልታ እስከ ነዚ ጎይታ እዚ እልል ክብል እየ። ውይ ኢየሱስ ጎይታ እዩ። እታ ቀዳመይቲ ሕጂ ናብዚ ከምዚ ዝበለ ነገር እልልታ ንኣትወሉ መገዲ እንታይ እንድሕር ኢልና ብእምነት ነየናይ ነቲ እግዚኣብሄር ዝበሎሲ እግዚኣብሄር ክገብሮ ክእለት ከም ዘለዎ እንታይ ንግበሮ ቀዳመይቲ ዓው ኢልና ንእመኖ እዚኣ ንእመኖ ኣምበቆም ኣብ ኩነታቱ ዘይኮነ ተስፋ ገይሩ ኣብ ኣምላኽ ኣብ ምድሓን ኣምላኽ ተስፋ ገይሩሲ እልል ክብል ከሎ ኢና ንርኢ ስለዚ ሎሚ ኣብ ህይወትና ንምኽንነት ንመኻን ሰበይቲ ዝመስል ኣነባብራ እንተሃለወና፣ ሎሚ ዝደረቐ ነገር፣ ጥርሑ ዝኾነ ነገር፣ ዝሞተ ነገር፣ ፍርያምነት ዘይብሉ ነገር፣ ኣብ ቤት ድዩ፣ ኣብ ሓዳር ድዩ፣ ኣብ ስራሕ ድዩ፣ ኣብ ኣገልግሎትና ድዩ፣ ድርቀት ዝረኣናሉ ኩሉ ሎሚ ተስፋ ኣለዎ ነገርካ፣ ሎሚ ተስፋ ኣለዎ ነገርኪ። ብምንታይ? እግዚኣብሄር ኣብቲ ተስፋ ዘይብሉ ኩነታት ሓይሉ ክገልጽ ንሱ ድሉው እዩ። ከኣልነቱ ክገልጽ ድሉው እዩ። እሞ ናተይ ናትኩም ግደ ደኣ እንታይ እዩ? ንኸኣልነቱ ምእማን። ኣሜን ዶ? ቀዳመይቲ ንኸኣልነቱ ምእማን። ጳውሎስን ሲላስንሲ ግብረ ሃዋርያት ዓሰርተ ሽዱሽተ ዕስራን ሓሙሽተን ክሳዕ ዕስራን ሽዱሽተን ራእይ እቲ ስግንጢር ዝበልናዮ ነገር ስቲል ኣብ ኣንበቆም መሊስና ከዓ ኣብዞም ኣገልገልቲ ክንሪኦ ኢና ኣብ እስሪ ቤት ኣትዮም ኣለዉ ምቑሕ ኣብ እዳዎም ኣሎ ማዕጾ ኸኣ ዓጽይዎምን ተዓጽይዎምን ኣሎ። ኣብዚ ሕጂሲ ህ እዛ ምድርስ ትወግሕዶ ነገርና ከመይ እያ ክትከውን ኢልካ ኩርምይ ኢልካ ከመይ ክኸውን ኢልካ እንዳተጨነቅካ ምሽ እዚ እዩ ዝመስል ግና ንእምሮ ዘይሰማማዕ ንዝሰምዖ ዕሽነት ዝመስል'ዚ ፍርቂ ለይቲ፣ እቲ ልክዕ ናይ ተስፋ ምቑራጽ ለይቲ፣ ፍርቂ ለይቲ ዝብል ቋንቋ ሕሰብዎ። ሰዓት ትሽዓተ፣ ዓሰርተ ኣይብለካን እዩ። ፍርቂ ለይቲ ምስ ኮነ ክሕልውዎ እዮም ጸኒሖም። ኣይገርመኩምን? የዕርያ ክብድ ትበል እሞ ንሕና ከኣ የዕሪና ከነመስግን ኢና። ውይ ኣይገርመኩምን ፍርቂ ለይቲ ምስ ኮነ ታበሉለይ ፍርቂ ለይቲ ዝከበሉ ፍርቂ ለይቲ ምስ ኮነ ብዜማ እናለመኑን ብዜማ ከዓ ከመስግኑን ከለዉ እውይ ኣቲ መኻን ዘይወለድኪ ዝጨበጥክዮ ዝሓዝክዮ ኡፍ ነገር የለን እሞ ጌና ስቅ ኢልኪ እልል በሊ ስቅ ኢልኪ ተሓጎሲ ተስፋ ኣለኪ ኣብኡ ከኣልነተይ ክግለጽ ስለ ዝኾነ ኣሚንኪ እልል በሊ ኢልዋ ስለዚ ጳውሎስን ሲላስን እንታይ ይገብሩ ኣለዉ እንድዒ ከመይ ኔሩ እቲ ግዜ ከመይ እዮም ጌሮሞ እንተ እቲ በቲ እግሩ ድዩ ድወቕዓሉ ኔሩ እቲ ብኢዱ ድዩ ድወቕዓሉ ኔሩ እንተ ብቲ ማዕጾ ድዮም ሃየ ድብሉ ኔሮም ኪና ብዜማ ከመስግኑ ከለዉ ሲ ኣታ ብድሕሪኡ እንዶ ንገሩኒ እቲ ውፅኢት መጃኹም ንገሩኒ ድሕሪ እዚ ድሕሪ እዚ ዝረኸየሎ ምምስጋን ተስፋ ዘይብሉ ኩነታትካ ከሎ ምዝማርሲ ማዕጾ ቤት ማእሰርቲ ዓው ኢልኩም ተኸፍተ መቓውሕ ድማ ካብ ኣእዳዎም ተፈትሐ ዋው ክብሪ ሃብዎ ነዚ ጎይታ እዚ ክብሪ ሃብዎ እዋ ሰይጣን ብመጠን ዝዓሞቐ ተስፋ ምቑራጽና ዓሚቕ ብኻት ንብዓት ኣሃልኻ ይድብለካ። ሎሚ ጊና ተስፋ ዘይብሉ ኩነታትና ክሕይል ክሕይል ከሎ ሓያል ኣምላኽ ክግለጽ እዩ። ሓያል ኣምላኽ ክግለጽ እዩ። ሰይጣን ሓሲኻ ኢኻ ኣይሰምዓካን እየ። ኣነ ጊና እልል እብል ኣለኹ። እልልታ ክብሪ ንኣምላኽ ይኹን። ሞቲቬሽን ኣይኮንኩን ዝሰብኽ ዘለኹነ ተቓል ዝበሎ እታ ሓቂ ከየቃጠና እወን ኣሜንን ዘድልዮ ተስፋ ኣምላኽ ሓወይ በለዎ እስከ ተስፋ ኣምላኽ ምስ ኩነታትካ ክሰማማዓካ ይትድለ በልዎ ከምኡ እዩ ኣምላኽ ግርምቢጥ እኳ ኢና ንብል ዘለና ሕጂ ኣምላኽ ምግልባጥ ተስፋ ኣምላኽ ከስምዓካን ክሰማምዓካን ኣይትድለ ስምዓዮን ተሰማምዓዮን በሉለይ ሕጂ ጽቡቅ ጌርኩም በቃ በቃ በቃ ከምኡ በሉለይ ተስፋ ኣምላኽ ኣታ ንመኻን ሰበይቲ ከይወለድኪ ተሓጎሰ እልል በሊ ማለት እዋ እሞ ትሕሸኒያ ትብል ሓቀይ ዶ ደሓቆፍክዎ ደይብለይሲ እንታይ ዕሽነት እዩ እልል በሊ ኢልካ እዋ ኣክሽን እንዶ ከምኣ ግበሩ ሕሰብዎ እሞ ኣለኹም ዶ እልል ተባሂሉ ሰበይቲ ሲ ዋይ ሓሪሳ ማለት እዩ ተባሂሉ እክብ ኢለን ጎረባብቲ ሲ ኖኖ ከም ዝሓርስ ፈሊጠ እልል ድብል ዘለኹ ተበለተንሲ ከምኡ ማለት እኳ እዩ ሓንሳ ሓንሳ እኳ ከይዳትካ ኣላ እኳ ኢና ንብሎ ንኣምላኽ እሳኻ ኸይዳትካ ዘላ በሉለይ ሕጂ እሳኻ ኸይዳትካ ዋ ዋ ዋ ኣንታ ክብሪ ሃብለ ነዚ ኣምላኽ እዚ ወይለ ክብሪ ሃብለይ ናበይ ኣምላኽ ይጨዋታ ንሳኻ ፋራ ኢኻ ፈቴኻ ጸሊእኻ ወ ፒርየድ ነቲ ቃልሲ ከም ቃል ኣምላኽ ጌርና ንቀበሎ ክሰርሓልና ክዓየልና ተስፋ ኣምላኽ እወን ኣሜንን እዩ ዝብል በቃ መልኣኽ ገብርኤል ኢልዋ ስምዒ ኢልዋ ንማርያም እዃ እታ ኣረጊት እርጋና ከይኣክል ከኣሲ መሊሳ ከኣ ጠኒሳ ኣላ በል እታ ዘመድ ክኢልዋ ዳኣረገት ሰበይስ ትድግፋ እምበር መሊሳ ትጠንስ ኣንታ እሞ ኣምላኽ ግርምቢጥ እንድዩ ስርሑ ሎሚ ከምኡ እየ ድብል ዘለኹ ኣለኹም ዶ ኣምላኽ ምግልባጥ እያ ኣምላኽካ ኣሜን ዶ ኣምላኽ ምግልባጥ ተስፋ ንዘይብሉ ተስፋ ህበካ ንዝመተ ነገርካ ህያው ክኸውን ይብለካ ንጥርሑ ዝኾነ ነገር ክመልእ ይብለካ ንዝተዓፅወ ነገር ክኽፈት ይብለካ ከመይ ኢሉ ተልካዮ ባዕለይ ባዕለይ ባዕለይ እሞ ሳኻዳ እመን ብፀጋ ከዓ ውረስ ኣሜን ዶ በቃ ክብሪ ንኣምላኽ ይኹን። ይሕጎሳሎ ልበይ ኩሉ ግዜ ብኣኻ ይሕጎሳሎ ልበይ ኩሉ ግዜ ብኣኻ እዛ መዝሙር ኣይወፀትን ነይራ ኣለኹም ዶ ጳውሎስን ሲላስን ጌና ኣርባዕተ ኣርባዕተ እንታይ ኢሉ ብጎይታ ኩሉ ሳዕ ደጊመ ተሓጎሱ ኩሉ ሳዕ እዚ ቋንቋ እዩ ዝፍጸም ዘሎ ኣብ እስር ቤት ኮይኑ ጳውሎስ ከይተፈትሐ ከሎ ማዕጾ ከይተኸፍተሉ ከሎ ፍርቂ ለይቲ ምስ ሲላስ ኮይኑ ነመስግን ጥራይ እቶም ደኣመን ተኣሲሮም ዘለዉ ብሮማን ኢምፓየር ከ እንታይ ይብሉ ነይሮም ትብሉ? እዋይ እዞም ጴንጠ ከኣ ተጸሊሎም እንታይ ረኺቦም እዮም ሕጂ ከ? ኣንታ ብሰንኮም ከኣ እኳ ተፈቲሖም እዮም። ኣመስግን ጥራይ ንጎረቤትካ እውን ክትረብሖ ኢኻ በሉለይ። ኣመስግን ጥራይ ከም ድበሃል የለን። ወፂኦም እዮም እኳ ሳሎም በቃ ዋ ኖ ጳውሎስ ልክዕ እዩ ዝዛረበና ደሎ ዝወዓለን ገርካ ከም ዝበሃል ፅልምት ፅብብ ኢልዎ ተኣሲሩ ከሎ እዩ ዜማ ዘመስግን ዘሎ እዚኣ ከዓ ርትዒ ስለ ዝረኸበላ ንዓይ ንዓኻትኩምን መልእኽቲ ገይሩ ብኡ ጎይታ ሓንሳእ ሓንሳእ ደይኮነ ኩሉ ሳዕ ደጊመ ኸኣ ኢሉ ወሓጥዋ ኢልና ኣሎ ደጊመ ኸኣ ብጎይታ እንታይ ግበሩ ተሓጎሱ ኣሜን ዶ ኣሜን ዶ ስለዚ ብእምነት ንኺድ ናብ ኣቦና ኣብርሃም ክንከይድ ኢና እዛ ቋንቋ እዚኣ እታ ናይ መኻን ሰበይቲ ኣብዚ ክንሪኣ ኢና ሽዑ እቲ ኻልኣይ ሓሳብ ተዛሪብና ኽንውድኦ ኢና። ሮሜ ኣርባዕተ ዓሰርተ ትሽዓተ ክሳዕ ዕስራን ሓደን ብእምነት ብጸጋ ዝውረስ ኢና ንብል ዘለና። እታ ቐዳመይቲ ሕጂ ኣምላኽ ካብ ምኽንነት ናብ ፍርያምነት ናብ በረኸት ንኣትወሉ መገዲ ኩነታትና ኩሉ ሂወትና ነታ መኻን ሰበይቲ ይመስል ተልዩ። እቲ ኣብ ሓምሳን ኣርባዕተን ተዋሂቡ ደሎ ተስፋታት ኣምላኽ እንምኮረሉ መገዲ ኣነን ንሳኻትኩምን መጀመርያ ህ እንታይ ምግባር ኢልና ኣለና ንተስፋ ኣምላኽ ንከኣልነት ኣምላኽ እንታይ ምግባር ምእማን ካብ ኩነታትካ ወጺእኻ ከይኮነ ከሎ ምምስጋን ከይኮነ ከሎ ምሕጓስ ከይኮነ ከሎ ምጭዳር ኣሜን ዶ እዚ እዩ እግዚኣብሔር ከምኡ ብል ኣሎ ንቐጽል ዓሰርተ ሸዓተ ኣስታት ወዲ ሚእቲ ዓመት ክንሱ እ ምሟት ስግኡን ምሟት ማህጸን ሳራን እናረኣየ ንምእማን እንታይ ገበረን? ኣንቶም ረኣዩ። ኢየሱስ ጎይታ እዩ። እናረኣየ ኣይርእን ደለኹ ይትበል ኩነታት ኣይከሓድን እዩ ዝሓወይ በሉለይ ተቕንዕቲ ሓቂ ብሓፋስ ኣይና ንወስድ ኣለኹም ዶ እምነት ማለት ንኹነታትካ ምኽሓድ ማለት ኣይኮነን ኣይተጻሕፈን ኣይተጻሕፈን ሙማት ስጎ ናይ ሳራ ማህፀን እውን ሙማት ኩሉ ይርኢ ኣሎ ዓይኑ ቋሕ ኢሉ ሲ ኩሉ ይርኢ ኣሎ እንታይ እዩ ደኣ እንታይ ደኣ ኪኖ ብኽውንነት ጊና ብተስፋ ኣምላኽ ተረታዕ በሉለይ እስከ እግዚኣብሔር ይባረኽ ሕፅር ዝበለ እምነት ማለት ንኽውንነት ምኽሓት ዘይኮነሲ ካብ ብኹውንነት ንላዕሊ ብተስፋ ኣምላኽ ምርታዕ ማለት እዩ። ክደግማ እየ እንታይ ኢለ ኣለኹ? እምነት ንኹነታትካ ምኽሓድ ዘይኮነስ ካብ ብኹነታትካ ንላዕሊሲ ብተስፋ ኣምላኽ ምርታዕ ናይቲ ዘይረአ ነገርሲ ምርዳእ ምርታዕ እያ ኢልዋ ኣሎ። ሕጂ እቲ ኩነታትካ እኳ ይመውት እዩ ደሎ ትርእዮ ኣለኻ እሱ ጊና ደይኮነ ንልብኻ ዝረትዖ እታ ኣምላኽ መኻን ከለኻ ተስፋ ዝህቦ ዘሎ ንሱሲ ይርትዓኻ ንሱ ይዓቢ ካብ ክውንነት ተስፋ ኣምላኽ ይዓቢ በሉለ እብ ጎንኹም ደሎ ካብቲ ትኾኖ ዘለኻ እቲ ኣምላኽ ዝሃበካ ተስፋ ይዓቢ ኣሜን ዶ ነገርካ እንዳ መተ ከሎ እንዳ ረኣኻዮ ተስፋ ዝህበካ ዘሎ ኣምላኽ ንሱ ይዓቢ ንሱ ይሕይል ሎሚ እንታይ ሪፖርት ሒዝና መጺና ሎሚ ፈውሶ ክኸውን እዩ ሎሚ ምፍታሕ ክኸውን እዩ ሎሚ ስጋ ኣብ ህይወትና ተስፋ ኣምላኽ ክለብስ እዩ እንታይ ግና ንእመኖ ብእምነት ሽዑ ከዓ ብጸጋ ከኣ ርኢና ክንውድእ ኢና። ግናኸ ንኣምላኽ ክብሪ እናሃበ ኣለኹምዶ? ንኣምላኽ እንታይ ክብሪ እናሃበ ራእይዋ ከመይ ገይሩ ክብሪ ህብ ነይሩ ኸውን ኢልኩም ትሓስቡ ነብርሃም ኣብርሃም እኳ ኣብርሃም ከሎ እኳ ዩ ኣምላኽ ስሙ ቀይርሉ ውላድ ዶ ይብልካ እሲ ኣብርሃም ዋይ ኣንታ እንታይ እዚ ውላድ ዶ ይብሉ እሲ ኣቦ ብዙሓት ከኣ ተባሂሉ እዚኣ ሳራይ ከኣ እሲ ሳራ ተባሂላ ኣዲ ብዙሓት ኣዲ ንግስቲ ንኹለን ኣንታ ኣምላኽ ከምኡ እዩ ኣንቱም ሎሚ መውሓጥ ዶ ትኾነልና ኣይገርመኩምን እዋ ምስ ወለድካ ኣብርሃም ምባል ደኣ ኩሎም ፈትዮም ጸሊኦም እብሉኻ ኣንታ ሓቂ ዶ ኣይኮነን እዩ ከይወለድካ ኣብርሃም በሎ ንምባል ግና ካብ ብኩነታትካ ንላዕሊ ብተስፋ ኣምላኽ ተረቲዕኻ ኣለኻ ማለት እዩ። ዝረእ ዘይብልካ ከሎ ኣነ ከብ ብዙሓት እየ ርእይ እንዳበለ ሑፃ ቀትሪ ውፅእ ኢሉ ከዓ ለይቲ ከዋኽብቲ እንዳረኣየ ቀትርን ለይትንሲ ኣብ ጎኑሲ ናይ ኣምላኽ ነገር ገይሩ ምክንያቱ ከም ከዋኽብትን ከም ሑፃ ምድርን ስለ ዝበሎ ቀትሪ ናብቶም ሑፃ ከይዱ ተስፋ ምልእ ለይቲኸ ናብ ከዋኽብቲ ርእይ ኣቢልካ ኸዓ ተስፋ ምልእ ክብሪ ንኣምላኽ ይኹን ስለዚ ተስፋ ኣምላኽ ንዓኻ እሙን እዩ እሙን እዩ ንኣምላኽ ክብሪ እናሃበ ትብል ቋንቋ በቲ ናይ እምበቆም በቲ ናይ ጳውሎስ ንርኣዮ ክብሪ እናሃበ ሲ ንምእማን እንታይ ገበረን እ በርትዐ እምበር ነታ ተስፋ ኣምላኽ ብዘይ ምእማኑ ኣይተወላወለን። ሽዑ ቀጺልና ነታ ዝሃቦ ተስፋ ክገብራ እውን ክእለት ከም ዘለዎ ኣጸቢቑ ተረዲኡ ነበረ። ክብሪ ንኣምላኽ ይኹን። ሙማት ይርእ ኣሎ፣ ካብ ኩነታቱ ብኩነታቱ ምርታዕ ሓሊፉ ግና ህ በቲ ክእለት ኣምላኽ ተስፋ ኣምላኽሲ ተረቲዑ እንታይ ትብል ኣላ እታ ቋንቋ ነታ ተስፋ ዝሃቦ ክገብራ ክእለት ከም ዘለዎሲ ኣጸቢቑ ዓው ኢልኩም እስከ ኣጸቢቑሲ ተረዲኡ ነበረ ምርዳእኻ ይድረዳእካ በሉለይ ናይ ሓቂ ምርዳእ ርትዑ ዘለዎ ምርዳእ ረድኤት ከምጻልካ እዩ ታጸቢቑ ተረዲኡ ነበረት ኢንተሌክቹዋል ናይ ርእሲ ቋንቋ ኣይኮነን ናይ ልቢ ርትዒ እዩ ናይ ውሽጢ ርትዒ እዩ ኣጸቢቑ ተረዲኡ ነበረ ኮንቪክትድ ኮይኑ ሎም እኳ ስለ ዘይንርታዕ ኢና መፅኦም ተኻቲዖም ከዓ ኢድና ዘልዕሉና ሎሚ ተተረቲዕኻ ተኻቲዑ ዝስዕረካ የብልካን። ኩነታት ካብ ምክታዕ ኣይገድፉን እዮም። ተተረቲዕኻ ጊና በቃ ወዲእኻ ኢኻ ሰዓሪ ኢኻ። ኣሜን ዶ? ክብሪ ንስሙ ይኹን። ስለዚ ብእምነት እዩ፣ እቲ ካልኣይ ከዓ ብፀጋ እዩ። እዚ ተስፋ ናይ ምኽንነት ዝእቶ ተቐዳማይ ብእምነት ኢልና እምነት ከኣ ገሊጽናዮ ኣለና። እንታይ? ከኣልነት ኣምላኽ ኣጸቢቕካ ምርዳእ፣ ብኩነታትካ ዘይኮነስ ብተስፋ ኣምላኽ ልዕሊ ኩሉ ተረታዕ። ኩነታትካ ረኣዮ፣ ርትዒ ዝህበካ ጊና ተስፋ ኣምላኽ ይኹን። እቲ ካልኣይ ከኣ ብጸጋ ማለት ጊና ባቃ ኣብ ዝተወደኣ ነገር፣ ንዝተገብረ ነገርሲ ምእታው። እግዚኣብሔር ይባረኽ እቲ ዝዓበየ ሓሳብ ሕጂ እቲ መኣዲ ጎይታ ክንወስድ ከለና ድገርመኩም ሓምሳን ኣርባዕተን ብዘይ ሓምሳን ሰለስተን ትርጉም የብላን ሕጂ ዝዓበየ መፅኤ ደለኹ ሕጂ ትንቢት እሰያስ ሓምሳን ኣርባዕተን ብዘይ ትንቢት እሰያስ ሓምሳን ሰለስተን ዋጋ የብላን ተረድኦ እንታይ እብል ኣለኹ ኣስተውዕሉ እቲ ብ ሓምሳን ኣርባዕተን ተጻሒፉ ደሎ ከም መሪሕ ጥቕስና ከኣ ንብሎ ደለና ዓመተ ምስፋሕ ዓመተ ምርሓብ ዓመተ ምግታር ዓመተ ድማ ምውጻእ ብኹሉ ምሕዳስ ክኾነልና እንድሕር ኮይኑ መሰረት ናይ ትንቢት እሰያስ ሓምሳን ኣርባዕተን ሓምሳን ሰለስተን እዩ እዚ ሎሚ መኣዲ ጎይታ እንወስዶ ኣለኹም ዶ መሰረት ሓደ ህንጻ መሰረቱ ተዘይጥዒው ትርጉም የብሉን። ሓደ ገረብ ከኣ ፍሪኡ ክጥዒ ሱሩ ክጥዒ ኣለዎ። ስለዚ ሱር ናይ ሓምሳን ኣርባዕተን ትንቢት እሰያስ ሓምሳን ሰለስተን እዩ። ሓምሳን ኣርባዕተን ፍረ ናይ ትንቢት እሰያስ ሓምሳን ሰለስተን እዩ። ስለዚ እቲ ብ ትንቢት እሰያስ ዘሎ ተስፋ ክንምኮሮ እንድሕር ኮይንና ጸጋ ኣምላኽ ክርድኣና ክኽእል ኣለዎ። ጸጋ ኣምላኽ ድማ እንታይ እንድሕር ኢልካ ደይጸዓርካሉ ንዓኻ ብነጻ ዝወሃበካ ንጎይታ ጊና ዋጋ ዘኽፈሎ ማለት እዩ። ኣለኹም ዶ? ንጎይታ እንታይ ዘግበሮ? ዋጋ ዘኽፈሎ። ኣብ ትንቢት እሳያስ ሓምሳን ሰለስተን ዝኸፈሎ ዋጋ እዩ ኣብ ሓምሳን ኣርባዕተን ተዓጽዶ። ዋይ ኣታ ተረዶ ሕጂ ሓምሳን ሰለስተን ኩሉ ኣየንብቦን እየ ኣብኡ ግና ሓደ ነገር ክነግረኩም ዓው ኢልኪ ጨድሪ ኢልዋ እንታይ እንድሕር ኢልኩም ሓምሳን ሰለስተን እንታይ እንድሕር ኢልና ህይወት መስቀል እዩ ሓምሳን ኣርባዕተን ድማ ድሕሪ መስቀል ብእምነት ብፀጋ ዝንበር ህይወት እዩ እቶም ፅሕፉ ደለኹም እንታይ ይብላ ኣለኹ ትንቢት እሳያስ ሓምሳን ሰለስተን ህይወት መስቀል እዩ የሱስ ንዓይን ንዓኻትኩምን ኣብ መስቀል ዝኸፈሎ ዋጋ፣ ዝተሰቀዮ ስቓይ፣ መግረፍቲ፣ መውቃዕቲ፣ ማህረምቲ፣ በሰላ፣ ቁስሊ፣ ሕማም፣ ክብደት፣ ጸቕጠት፣ ጭንቀት፣ ሰብ ብሓጢኣቱ ክፍደዮ፣ ሰብ ብሓጢኣቱ ክኸፍሎ ዝግባእ ኩሉ ኣነን ንስኻትኩምን ኣብ ነፍሱ ጸዓኖ። ንኹሉንትንኡ ተንኪዩዎ። ኣብ ክንዳና ጥራይ ደይኮነ ክንዳና ጥራይ ደይኮነ ከማና እስከ ከማና ንበል ኣብ ክንዲ ማለት ተረዲኦምኒ ከምዚ ፍኹስ ዝበለይ ባዕሉ ግና ምስሊ ሓጢኣተኛ እዩ ምሽ ዝብለና ኣብቲ ናትና ነገር ኣትዩ ልውውጥ ገይሩ ብሳላ መለኮታዊ ልውውጥ ኢኻ ምኽንነትካ ዘብቅዕ በልዎ እስከ ጎንኹም ዘሎ። መለኮታዊ ልውውጥ ማለት ንሱ ቐሲሉ ንሕና ኸኣ ሓዊና፣ ንሱ ሓፊሩ ንሕና ኸኣ ክብሪ ተሰሊምና፣ ንሱ ጥርሑ ኮይኑ መስቀል ኣነን ንሰኻትኩምን ድማ መሊእና። ዋእ! ንሱ ኣፉ ይከፈተን እዛ ማኻን ሰበይቲ ድማ ጨድሪ ተባሂላ ኣብታ ዝተዓበሰ ኣፉ ዘሕለፎ ክፍሊት ኣላ ውው ክብሪ ሃበለይ እስከ ክብሪ ዋ ኣፉ ይከፈተን ኢሉ ኣነ ኣፈይ ከፈትኩን ንስኻ ኣፍኪ መታን ክትከፍቲ ስለዚ ኣቲ ምኻን ዘይወለድኪ ስቅ ኣይትበሊ እልል ዳኣ በሊ ኣፍኪ ክፈቲ ጨድሪ ኣብ ሓምሳን ሰላኣስተን ዋጋኺ ከፊለ እየ ዕዳኺ ከፊለ እየ እቲ ክፈል ዘለዎ ንዓኺ ንዓኻ ከፊለ እየ እሞ ኣብ ሓምሳን ሰለስተን ዘንብር የብልካን በረኸት ሓምሳን ኣርባዕተን ብጸጋ ውረሶ ብጸጋ ውረሶ ተረዲእና ዶ? ኣብኡ ዘሎ ኣይክትንውርን ኣይክትሓፍርን ኢኺ። ንሱ መስቀል ነዊሩ፣ ንሱ ኣብ መስቀል ሓፊሩ። የሱስ ምእንታይ ምእንታኹም ሕጂ እንታይ እዩ ከምዚ ምሽ ገሊኡ እሳያ እታ ብእምነት ኣቲና ተዘይወሪስናዮ ከምዚ ሓደ ሰብሲ ገዛ ገዛ ክራይ ከፊሉ ዲና ክንብሎ ከፊሉ መፍትሕ እንካ ተይልካሲ ድሕሪኡስ ናይ መን ግደይ? ሀ ሓፍ ኣቢልካ ካብታ ገዛ እትወኒ ዲኻ ትብሎ? ከምኡ እኳ እቲ ህይወትና ገሊኦ ሓቀይ ሕጂ ኣብ ሓምሳን ሰለስተን ኩሉ እንታይ ተልኩም paid in full ከም ዝበሎ ቴትሌስያ ዝብል ቋንቋ ተረፍ ዘይብሉ ንስኻ ናቱ ብእምነት ብጸጋ ተረባሒ ድኣ ትኸውን እምበር ትምልኦ ብልካ ተጉድሎ ብልካ ከፊልዎ ወዲእዎ ስለዚ ተኸፊልልኪ እዩ የሱስ ምኽንነት ህይወት ኣብ መስቀል ኣሕሊፉ እዩ ጥርሑ ኮይኑ እዩ በይኑ ኮይኑ እዩ ሓፊሩ እዩ ተዋሪዱ እዩ ተሰቂዩ ተወጊኡ እዩ ስለዚ ኣባይኪ ሕጂ ዘሕፍር የብልክን ዘነውር እውን የብልክን በይንኺ እውን ዘኽውን የብልክን ኣፍኪ እውን ዘዕብስ የብልክን ንሱ በይኑ ኮይኑ ሕፅር ዝበለ ፃማ ነፍሱ መታን ክርኢ ትብል ሓምሳን ኣርባዕተን ፃማ ነፍሱ ናይ ሓምሳን ሰለስተን እዩ ኣለኹም ዶ ፃማ ነፍሱ መታን ክርኢ እቲ የሱስ ኣብ መስቀል ዝኸፈሎ ነገርሲ ኣብ ሓምሳን ኣርባዕተን መታን ክንነብር ኣብ ሓምሳን ኣርባዕተን መታን ክንምኮር ክንቋደሶ ዝበረኸት ህዝቢ እሞ ሎሚ ፐይድ ኮይንለይ እሞ በቃ ነዚ ኣምኖ ኣለኹ ከይኮነ ከሎ ምስ ኮነ ምምስጋንሲ ይኽእሎ እዮ ከሎ ሓዙለይ ሓዙለይ ኣለኹም ዶ ከይኮነ ከሎ በቃ ንሳ ምስ ኮነ ምምስጋን ስብኹሉይ እንታይ ድገብሮ ዝኽእሎ ሕጂ ተወዲእልና እዩ ኮይኑ እዩ ጌና ከምዚ ከይሲ ኣብ ቤት ፍርዲ ጉዳይ ከምኡ ጌርኩም ራእይዎ ከይዚ ኢዝ ክሎዝድ ዩ ኣር ፍሪ ተተባሂልካ ኣብ ቤት ፍርዲ እቲ ነገርካሲ ተለዊጦ ከይረኣኻዮ ከለኻስ ካብቲ ቤት ፍርዲ ጀሚርካ እንዳ ተሓጎስካ ትኸይድ ሓቂ ድይኮነን ሓቂ ድዩ ኣይኮነን? እንታይ ኮይኑ እንድሕሪ ኢልካ ሀ ሌጋልሲ ተወዲኡ እዩ ምምኳር ብድሕሪ እዩ ድመፅእ ኣብቲ ሌጋሊ ጊና ናይ ሓቂ ከምኡ ምዃኑ ሲ ምፍላጥ ዘይኮነስ ንረታዕ እሞ ክኸውን እዩ ከዓ ሎሚ መኣዲ ጎይታ ብንወስዶ ኣብ ህይወትና ንምኮሮ ነገር ክህሉ እዩ ስለዚ ሎሚ ኢየሱስ ጎይታ እዩ። ንክውንነት ዘይኮነ ንተስፋ ኣምላኽ ሓለፋ ይኣምኖ ኣለኹ። ስለዚ ብህይወተይ ዝርኤካ ዘለኹ ክውንነት ዝርኤካ ዘለኹ ኩነታት ብተስፋ ኣምላኽ ርኤ ጊና ህ እዋጋእካ ኣለኹ እቃወመካ ኣለኹ መቕደስ ኣምላኸ ማሕደር ኣምላኸ ካባይ ክድ ደሙ እሰቲ ኣለኹ፣ ስግኡ ኸኣ እበልዕ ኣለኹ፣ ፈውሰይ ከኣ ይእውጅ ኣለኹ። እልልታ ነዚ ጐይታ እዚ! ፈውሰይ ከኣ እእውጅ ኣለኹ። ሃለሉያ! ንጸልይ።